ክቡራት ኣሕዋት እንቋዕ ደሓን መጻኽን ስመይ ኤደን እበሃል ሎማዓንቲ ከዓኒ ከመይ ጌርና ጸጉሪ ኣብ ገጽና ዘሎ ስፔሻሊ ከዓ ኣብዚ ናይ ከቨርና ማለት እዩ ከመይ ጌርና ብዘይ ቃንዛ ነልግሶ ምሳኻትክን ከካፍለክን እየ ምስኡ ከዓ ሓደ ሓደ ሕቶታት ዳሓተትክና ንክምልሰልክን እየ ማለት እዩ ክትፈትኦ እዚ ቪድዮ ከዓ ተስፋ ይገብር የቐንየለይ ክቡራት ኣሕዋተይ ባር ቅድሚ ሕጂ እኳ ኣብቲ ሓደ ቻነል ነጊረክ ነይረ ግን እዚኣ እየ ዝጥቀም ኣነ ማለት እዩ እዚ ብዘይ ቃንዛ የልግሰልካ ማለት እዩ እንደገና ከዓ ይበቀሉን እዩ ተመሊሱ ከምዚ ድመስል ሶ ብባተርያ እዩ ዝሰርሕ ማለት እዩ ትውልዖ ሶ ከምዚ ጌርካ ተልክሶ ማለት እዩ ሓንሳብ ምስ ተልገስካዮ ሓደ ክልተ ሰሙን ገለ ኣይምለስን እዩ ድሕሪ ካ እንዳወሓደ እዩ ድኸይድ ከምዚ ጌርካ ተልግሶ ማለት እዩ ባጀርያ ክልተ እያ እዚኣ ትሕዝታ ንእሸይ ባተሪ ማለት እዩ ኣክሽሊ ሕጂ ከማን እቲ ቅድሚ ሕጂ ረኤክን ነበርኩ መስደዲት ከምዚያ ትመስል ቅድሚ ሕጂ ረኤክን ዝነበርኩ ፍልይ ዝበለት እያ ነራ ማለት እዩ ኣሪጋ ደርበ እያ ካልእ ገዜ ሕጂ ከዓ ካብዚ ዝበለፅ እዩ መፂ ዘሎ በብዓይነቱ ማለት እዩ ማቲ ሲስተም መጺሎ ግን እንታይ ፈትዎ እዚ እቲ ፀጉሪ ኣይበቆልን እዩ ተመሊሱ እንደገና ክልተ ሰሙን ገለ ተዕርፍ ማለት እዩ ዳሕራይ ምሰልገስካዮ ሓንሳብ እንዳወሓደ እዩ ከማን ዝኸይድ ኣነ ብዙሕ ዓመት ተጠቂመሉስ ዳርጋ ጠፊኡለይ ከማን ዳርጋ ኣይጥቀመላን እየ መብዝሕትኡ ግዜ ወርሒ ገለስ ኣይገብርኒ እንዳጠፈአ እንዳጠፈአ ከይድ ማለት እዩ ጓሊተይ ሽሙ እዚኣ ናይ ሲቪኤስ ናቶም እያ ማለት እዩ ግን ካልእ ካምፓኒታት መዓት ኣለዉ ብፍላይ ኣብ ቲቪ ገለ ዝሸጥዎ ሶ እዚ እየ ዝጥቀም ኣነ ካልእ ኣይጥቀምኒ እዚ ሓደ ግዜ ኣብ እንዳ ሂንዲ ከይደ ነይረ ኣብዚ ዓዲ ኣነ ዘለኹዎ መዓት ህንዲ እየን ዘለዋ ሕጂ ብፈትሊ ገይራ ተልግሰልካ ማለት እዩ ሽዑ ደይነበረኒ ሓድሽ በቂሉ ማለት እዩ በዚሑ መሊሱ ሰዎ ኢለ ገዲፈዮ ሓንቲ መዓልቲ ጥራይ ገይረ ከምኡ ብድሕሪኡ በቃ እዚኣ ንነዊሕ ዓመታት፣ ዓሰርተታት ዓመታት ዝኸውን ተጠቒመ፣ በብዓይነቱ ማለት እዩ ከምዚ ካብቲ መጀመርያ ዝወጽእ ማለት እዩ። ሶ ናይ ብሓቂ ጽቡቕ ሄር ሪሙቨር እዩ ድበሃል። እቲ ሓድሽ ዓይነት መጺ ዘሎ ከምዚ ኣሎ ማለት እዩ። ክቕይሮ ኣብ ቀረባ ግዜ ኣነ ከማኒ ፈትየ ናብኡ ከለኹ ጥራይ ብምርኣየ ከቢብ ቀሊል ክትገብረሉ ማለት እዩ። ሕጽር ድበላኻ ንኣሽቱ ማለት እዩ። ካልእ ከኣ ብዙሓት የሕዋትኪ ዓቲትክናኒ ከመይ ጌርኪ ኢኺ ጨጉሪ ዓይንኺ ተልግስዮ ገለ ኢልክናኒ ኔርክን ጨጉሪ ዓይነይ ኣነ ኣየልግሶን እየ ናቹራል ብዙሕ ጨጉሪ እዩ ዘለኒ ግን በዚኤን በዚ ገይረ ቅንጥብ ቅንጥብ ኣብለን ማለት እዩ ቅርቱለይ ጨጉሪ ክወፃ ከሎ ሰብ ሰብ ሰብ ኣቢለ የውፅን ተስእ እዚ መቐንጠቢ ማለት እዩ እምበር ጨጉሪ ብዙሕ ኣለኒ ተፈጥሮይ ማለት እዩ ሰው በዚ ጥራይ እዚ ሙሉእ እዩ ማለት እዩ ናተይ እዚኤን ጥራይ ቀርቱለይ ጥብጥብጥብ ኣቢለ የልግሰን ተወዲዐ ሰው እዚ እየ ዝጥቀም ካልእ ከዓኒ ብዙሓት የሕዋት ሓታኒ ከዓ እዚ ናይ ጨጉሪ ዓይኒ ናይ ጨጉሪ ዓይኒ ከዓኒ ርሳስ እየ ዝጥቀም መብዝሕትኡ ግዜ ግን እዚኣ ስፔሻል ረኪበስ ክነግረክን ኢለ ኦኬ ናይ ኣማዞን እዩ ማለት እዩ ሕጂ ርሳስ ኮይኑ ትሪኦ ኣለኽን ክስታይ ኣለዎ ሕጂ ኣብዚ ከም ዝገብሮ ማለት እዩ በቃ ሕጂ ከማን ከምኡ ይኮንኩን ገይረ ዘለኹ ፅንሕ ነስከ ገይረ ብኢደይ ከርእየክን ድሙቕ ድሙቕ ኣይኮነን ግን

ሕጂ መስቲ ዘለኹ ንኦት ከምዚ ጌርካ ሼር ትገብሮ ማለት እዩ ኣብ ኣማዞን እየ ረኺበዮ ሶ እንተ ብዙሕ ደይ ትፈትዋ ኮንክ ሜክኣፕ ገለመለ እዚ ፅቡቕ ማለት እዩ ህስስ ኢሉ ኣብ ከሎ ጥራይ እቲ ናትካ የዕሪ የዕሪ ተብሎ ናይ ብሓቂ ናይ ብሓቂ ፈትየዮ ማለት እዩ ካልእ ከዓ ሓንቲ ሓንቲ ነገር ካኸል ካልእ ከኣ መብዝሕትኽን ኣሕዋት ትሓታኒ ብዛዕባ ሊፒሲክ እዩ ነጊረክን ነይረ ቅድሚ ሕጂ ሓንቲ ዓይነት ሊፒስቲክ እየ ዝልከይ ከምዚ ዓይነት ማለት እዩ እዚኣ ቱ ፌስ ይበሃል ፒንክ ነገር ማለት እዩ ከምዚ ዓይነት በብዓይነት ዝገብር ማለት እዩ ካምፓኒታት እዚኦም ከዓ ሕጂ ፌቨሬት ናተይ ደለዎ ማለት እዩ ናይ ብሓቂ እየ ድፈትዎም ካብ ኩሉ ቀልጢፉ ይከይድ ሶ እዚ እኔ ድገብር ከምዚ ድሙቕ ገለ ገለስ ቀደም ገዲፍናዮ ኢና እዩ እንዳ ዓበኻሲ ሜክኣፕ ደ ኣክቹሊ ኣይገብርኒ ከማን እየ መብዝሕትኡ ግዜ ከምዚ ፊልም ክገብር ከለኹ ገለ እየ እምበሪ ገድፈዮ በቃ ናቹራል ናቹራሊ ጽቡቅ ብዝተረፈ ሕቶታትክን መሊሰልክን ክኸውን ተስፋ ገብር ሶሪ ካእ ጠፊኤክን ቀኒስ ኢለ ዕረፍቲ ወሲደ ቀኒየ ቅርቱለይ ደኺመ ገለመለ ማለት እዩ ከይረሳዕኩ ከለኹ ከኣ እባ ብቐዳመይሲ ዝካቨር ናይ ሳሎን ክገዝእ እየ ገለገለ ኢለክ ነይረ ገዝኤ ኣክሽሊ ገዝኤ ኢለክንሳ እታ ሓንቲ መጽያ እታ ሓንቲ ከኣ ዶንግያ ማለት እዩ ከርእየክን ኢለክ ነይረ ከምዚ ይመስል ቬሊቶ እዩ ክጽብቕ ማዕት እዩ ማለት እዩ እዚ ናተይ ሶፋ ብጣዕሚ እዩ ጽቡቕ ናይ ክልተ ሽሕን ሰለስተን ሌዘር እዩ ነይሩ ግን እቲ ሓሲሱ ገለ ፀሓይ እንዳወቕዖ ገለሲ ብከምኡ እየ ሸፊነዮ ከም ዝትሪኦ ፅቡቅ ኮይኑ ማለት እዩ ሕብርታት ዝደለኽንኦ ዓይነት ኣሎ ኣነ ግን ከምዚ መሪፀ ምስ ቆልዑት ዝኸይድ ማለት እዩ ካብ ኣማዞን እየ ከዓ ረኺበዮ እንተደሊኽን ኮንክን እቲ ሊንክ ከድፈልክን ይኽእል እየ ብዝታሕቲ ዝኾነ ካልእ ሕቶ ተለክን ከዓ ከይተሰከፍ ክንሕተታኒ ይኽን ኣጆኻት ግን ብዝተረፈ እዚኣ ኣብ ኩሉ ኢኹም ትረኽበኣ ኣብ ኣማዞን ኣለክን ኣብ ፋርማሲታት ኣለክን ኣብ ቲቪ ገለ ክሸጥዎ ከሎ ኣብቲ ፋርማሲ የምፅኦ እዮም በዓል ወልግሪንስ ሲቪኤስ ገለ ከዓ ናቶም ኣለዉ ናቶም ብራንድ ኣለዎም ሶ ኣብኡ ክንትገዝኦ ካብ ዓሰርተ ቅርሺ ንላዕሊ ዋግኡ ገሊኡ ከከም ክሰዩ ማለት እዩ ከከም ዓይነቱ ገሊኡ ሕጂ ግፍሕ ድበለ መፂሉ ከምዚ ከቢብ ኣብኡ ከለካ ከምዚ ድርዝ ተብሎ እሳ ሕጂ ዓሰርተ ትሽዓተ ድያ ገሊያ ዋጋ ተረኪበያ ኣብዚ ዲስክሪፕሽን ባክስ ገብረልክን እየ ብዝተረፈ እዚኣ ነይራ ኣብ ካልእ መዓልቲ ክሳዕ ዝረኽበክን ደሓን ቀንያ ይቐንየለይ ክቡራት ኣሕዋተይ ባይ